ወመንፈስ ቅዱስ ኣሃዱ ኣምላክ ኣሜን ዝኸበርኩም ኣቦታት ካህናት ዲያቆናት ክቡራት ወለዲ ኣቦታትን ኣዴታትን ከምኡ ከኣ መንእሰያትን ህጻናትን ህዝቢ ክርስትያን ኩልኹም ከመይ ሓዲርኩም ከመይ ኣርፊድኩም ከመይ ቀኒኹም ናይ ዘመነ ፋሲካ ከመዓልካ እንታይ እዩ ነይሩ ክርስቶስ ተንሥኣ እሙታን ኣሰሮ ለሰይጣን ሰላም ኮነ። እቶም ናይ ቀዳሞት ክርስትያን ኣብ ዘመነ ፋሲካ ክራኸቡ ከለዉ ከመይ ቀኒኻ ከመይ ቀኒኻ ከመይ ኣለኻ ደኮነስ ቀረሕረኻ ኩን እንተበሉ ክርስቶስ ተንሥኣ እሙታን እንዲያ ነ ሰላምታኦም ነይራ እሞኒ ሕጂ ከኣ ኩሉ ሕጂ ናይ ረሳዕናዮን እግዚኣብሔር ኣምላኽ በረኸተ መስቀሉ ይዓድለና እግዚኣብሔር ደለናዮ ዘመነ ፋሲካ ንርብዓ ንሓምሳ መዓልቲ ኹሉ ዘመነ ፋሲካ ተባሂሉ ይጽዋዕ። ብፍላይ ከኣ ብፍላይ ከኣ እተን እተን ኣርብዓ መዓልቲ ብዛዕባ እንታይ ይንገራ? ብዛዕባ ናይ ክርስቶስ ትንሳኤ እየን ዝንገራ እመኒ ኩሉ መጽሓፍትናን ኮነ ቅዳሴናን ኮነ ኩሉ ብዛዕማ ዘመነ ፋሲካ እዩ ዝንገር። ስለዚ ሕጂኻ ናይ ሎሚ ትምህርትና ዊን ኮሙ ኢኡ ካብኡ ድወጽእ ኣይኮነን ናይ መን ወንጌል ተነቢቡ ኣቤት ቋስ ወንጌል ምዕራፍ ክንደይ ስነ ኣርባዕተን ፍቕዲ ኣስተ ሰለስተ እስካዕ ክንደይ ኮን ነይሩ ም ሰላሳ ም ሰለስተ ብጣዕሚ እዮም ዝከታተልዎ መቸስ እቶም ዘይተከታተልና መቸስ ከይገርመና ኣይተርፍንዩ መቸስ ም ሓደ ሓደ ድመልስ ስብ ኣይክላኣና ኣምላክ ኩሉ ሱቅ ተትከውን እንታይ ምኮና ነርና ም ስለዚ ንከይንውቀስ ም መለስቲ ሓደ ሓደ ሰብ ረኪብና ኣለና እግዚኣብሄር ኩላህና ከኣ ንምምላስ የብቃዓና እግዚኣብሄር እምበኣር እ እወ ፅቡቅ እዩ ፅቡቅ እዩ ዋእ ብዛዕባ እንታይ ነይሩ ከ መመልሳ እወ እንታይ ኢዮም ጥራይ ምዕራፉ ጥራይ ደኣ ሓንቲ ኣኽለኒ ኣስታት ዝበሃል እንታይ ብዛዕባ እንታይ ነይራ እ እ እ ክርስቶስ ንደቂ መዛሙርቱ ኣብ መንገዲ ከም ተገልጸሎም ይሓገ ከምኣ ድያ ነይራ ስለዚ ንሳቶም ከዓ ምሳና ሓደር ከም ዝበልዎ እያ ነይራ ስለዚ እምበኣር እግዚኣብሔር ደቂ መዛሙርቱ ከም ዘልናዮ ብድሕሪ ትንሳኤ ንደቀ መዛሙርቲ ብዙሕ ብብዙሕ ኣገላልጻ ተገልጭሎም እዩ ማለት እዩ። ኣብ ግብሪ ሃዋርያት ምዕራፍ ሓደ ፍቕዲ ሰለስተ እንታይ ይብል? ብድሕሪ ሕማማቱ ነርብዓ መዓልቲ ዝኣክል እናተራእዮም ብዛዕባ መንግስቲ ኣምላኽ ብብዙሕ ዘየጋጊ እናረድኦም ሕያው ምዃኑ ካብ ሙታት ከም ምትንስኡ ይገልጸሎምኒ ይራኣዮም ነይሩ ብድሕሪ ሕማማት ማለት ማዓስ እዩ ሕማማት ሓቀይ ምሽ ሓሊፍና እወ ድሕሪ ሕማማት ኣብ ሕማማት ተሰቂሉ ትንሳኤ ተንሲኡ ብድሕሪ ሕማማቱ ነርብዓ ማዓልቲ ዝኣክል እናተራእዮም ብዛዕባ መንግስቲ ኣምላኽ እናረድኦም ህያው ከም ምኾነ ካብ ሙታት ከም ተንሰኤ ይገልጸሎምኒ የረድኦምኒ ነይሩ ይብል ስለዚ በዚ መሰረት ከኣ ኣብዚ ኣርብዓ መዓልቲ ውሽጢ ንደቀ መዛሙርቱ እናተገልጸ ይረኣዮም ይግለጸሎም ነሩ ማለት እዩ። ብሕብረት ኣብ ዕጹው ገዛ ከለዉ ተገልጸሎም ኣሎ፣ ኣብ መንገዲ ኣብ ጉዕዞ ከለዉ ተገልጸሎም ኣሎ፣ ብዝተፈላለየ ኣገላለጽ ዝተገልጸሎም ነሩ ማለት እዩ። ናይ ሎም መዓልቲ ኣገላለጽ ከኣ ኣብ ምንታይ ከለዉ ተገልጭሎም? ኣብ መንገዲ ከለዉ እዩ ተገሊጹሎም። እቲ ኣገላልጽ ከምዚ ሕጂ ብራኸ ዝሕብረና ብድሕሪ ሕማማቱ ንርብዓ መዓልቲ ዝኣክል እና ተራእዮም ብዛዕባ መንግስቲ ኣምላኽ ብብዙሕ ዘይጋገ መረዳእታ ርእሱ ሕያው ምዃኑ ርእሱ እናረኣዮም ትንሳኤኡን የግህደሎም ነይሩ። ንርብዓ መዓልቲ ድሕሪ ርብዓ መዓልቲ እዩ ናብ ሰማይ ኣሪጉ። ኣረ ንርብዓ መዓልቲ ግን ትንሳኤ ናይ ክርስቶስ ትንሳኤ ኢሎሞ ኢሎሞ ዘይኮነሲ ኢሎሞ ኢሎሞ ዘይኮነስ ብርዱእ ግልጹ ኣርብዓ መዓልቲ ቀላል ኣይኮነን ሓደ መዓልቲ እንኳን ይኣክል ንለባምሲ ንኣርብዓ መዓልቲ ግን እንዳተራእዮም እንዳተገጸሎም ካብ ሙታት ከም ተንስኤ ኣረጋግጭሎም ማለት እዩ እሱ ጥራይ ዘይኮነ ብድሕሪ ትንሳኤኦምን እዚ ኪዳን ነብጽሑ ውን ድሕሪ ትንሳኤ ዝመሃሮ ትምህርቲ እመኒ በዝሎም መዓልቲ ክልተ ደቀ መዛምርቱ ኣጋ ምሸት ኣካባቢ ካብ ኢየሩሳሌም ናብ ኤማሁስ እትበሃል ቦታ ይጓዓዙ ነይሮም እዩ ድብለና ሓቀ ይጓዓዙ ነይሮም እዞም ክልቲኦም ሰባት እዚኦም መን ይበሃሉ ሉቃስ ን ቀልዮጳን ይበሃሉ እዚኣቶም እንታይ እዮም ካብቶም ሰብዓን ክልተን ኣርድእቲ ዝኾኑ ናይ ክርስቶስ ተኸተልቲ ኣብቲ ግብረ ሃዋርያት ምዕራፍ ሓደ ከም ዝተጠቕሰ እቶም ዓለም ኩሉ ዝኣመነ እኳ እንተኾነ ናይ ቀረባ ኣገልገልቲ ግን ዓሰርተ ክልተ ሃዋርያትን ሰብዓ ክልተን ኣርድእትን ሰላሳን ሽዱሽተን ቅዱሳት ኣዴታትኒ እዚኣቶም ንኢየሱስ ክርስቶስ ዝኽተልዎ ነይሮም ማለት እዮም። ሰላሳን ክንደይን ኣዴታት? ሰላሳን ሽዱሽተን ኣዴታት። እምበኣር ካብዚኣቶም ሓደ እዮም እዞም ሉቃስኒ ቀልዮጳን ዝበሃሉ። ስለዚ እዚ ትስኣ መዓልቲ እዩ። በቲ ትስኣ መዓልቲ ኣጋ ምሸት ንትንሳኤ መዓልቲ ኣጋ ምሸት ናበይ ይኸዱ ነይሮም? ካብ እየሩሳሌም ናብ ኤማሆስ እትበሃል ይኸዱ፣ ይጓዓዙ፣ ነይሮም። እንዳተጓዓዙ ከለዉ ግን፣ ምሳይ ኣለኹምዶ? እንዳተጓዓዙ ከለዉ እንታይ ይዕልሉ ነይሮም? እንታይ ይዛረቡ ነይሮም? ዓለማዊ ድዩ? ስጋዊ ድዩ? ወረ ድዮም ዝዕልሉ ነይሮም? እንታይ እዮም ዝዕልሉ ነይሮም? ኣይኮነን። ብዛዕባ ናይ ኢየሱስ ክርስቶስ ካብ እለተ ሓሙስ ኣብታ ተታሕዘላ ጀሚሩ እለተ ሓሙስ ኣብ ጌተሴማኒ ምስ ተታሕዘ ምሉእ ለይቲ መከራ ድሓደረን ዓርቢ ምለብዓልቲ ዋዕለን ፍርቂ ለይ ፍርቂ መዓልቲ ዓርቢ ከም ተሰቕለን ካብ ፍርቂ መዓልቲ ስካዕ ሰዓት ሰለስተ ደሎ ንሰለስተ ሰዓት ድኣክል ኣብ መስቀል ተንጠልጢሉ ኣብ መስቀል ምእንታና ጎይታ ዝጸንሖ እዚ እንዳዕለሉን እንዳጓሃዩን እንዳሓዘኑን ይኸዱን የዛራረቡን ነሮም እግዚኣብሔር እየሱስ ክርስቶስ ነዚ ሰለስተ ዓመትን ሰለስተ ወርሒን ተኸቲሎም ዘምሃሮም ጎይቶም ኣምላኾም ኣይረስዕዎን ስለ ዘይረስዕዎ ስሙ ስለ ዘከርዎ እግዚኣብሔር ከኣ ሽሙ እንተ ተጸውዐ ሓዘኖም ሓደ ሓዚኖም ርእዮም ኣሎ ካላኣይ ከኣ መከራ መስቀሉ እንዳ ዘከሩ ክኸዱ ስለ ዝረኣዮም እግዚኣብሔር እቲ ኣብ ኩሉ ዝርከብ ጎይታ ኣብ ማእከሎም ሓላፍ መንገዲ ውን ከኣ ተጓዓዛይ መሲሉ ምስኣቶም ክጓዓዝ ጀምሩ ኣበ ኣብ ዓድና ሓደ ሰብ ብሕልፊ ነዊሕ ድበለ መንገዲ እንድሕር ኮይኑ ክትጓዓዝ ኮለኻ ኣብ ቅድሜኻ ድሕሬኻዎ እቲ ድጓዓዝ ዘሎ ሰብ ኣይርእየካን ደሎ ስእሊ ንቅድሚኡ ዝኸይድ ኣሎ እቲ ድሕሬኻ ደሎ ሰብ ግን ከርክቦ ኣለኒ እዚ ሰብ እዚ መተዓልልቲ ይኾነኒ እንዳበልካ ጥቡቅ ትባህለና ደስ ዝብለካ ስለዚ ዝክሮ ድሓቂ ኣይዝክሮን ይኹን እወ ኣብ ቅድሜኻ ድጓዓዝ ሰብ እንድሕር ኣሉ ክተርክቦ ኢኻ ቅልጥፍ ቅልጥፍ ቅልጥፍ ቅልጥፍ ድሕሪ ሽዑ ምስ ኣርክብካዮ ከም መዓልካ ትብሎ ከመይ ጓዕ ጎይንዳ መጺኻ ወደይ መን ንኻይዲ እኳ ተኾነና እወ ኸማኡ እውን ከርክበካ ግን ከርክበካ ኣይከኣልኩን ብጣዕሚ ኢኻ ትስጉም ሪኦ ተተየ ቀዳም ተፀቡኩኻ ነይረ ተባሂሎም ኣይኾነትን እኮ እቲ መንገዲ ረኺቦም ሓቀይ እቲ መንገዲ ረኺቦም ግን እንዳዕለሉ እንዳተፃወቱ ይኸዱ ስለዚ ጰሊጳን ሉቃስን ኻዓ ንቕድሚኦም ይጓዓዙ ኣለው እየሱስ ክርስቶስ ካዓ ኣርክብ ኣቢሎም ንሳቶም ሕውስ ኢልዎም ማለት ሓላፊ መገዲ ኾይኑ ንሳቶም ካዓ ወዝ መኻይድ ዶ ረኺብና ኢሎም ከኣ መኻይድ ዶ ይስእሱ ከኣ መኻይድ ዶ ዝረኸብኩም ተራ ሰብ ከምዚ ከምቲ ባህሊ ማለት እዩ ከም መኻይድ መስልዎም ይጓዓዙ ነይሮም ክጓዓዙ ከለዉ ግን ምንም እንተተጸንበረም እቲ ሒጆም ደድነበሩ ኣጀንዳ እቲ ሒጆም ደድነበሩ ዕላል እቲ ሒጆም ደድነበሩ ቃላት ግን ኣየቋረጽዎን እሱ ስለ ዝመጸ ኣየቋረጽዎን ብዛዕባ ሕማማቱ መከርኡ መስቀሉ መከራ ዝተቀበሎ ኩሉ መስቀል ኣብ መስቀል መከራ ዝተቅብሎ እዚ ኩሉ ግርፋቱ እዚ ኩሉ ስቅላቱ ካብ ሰብነት ወጻኢ ኮይኑ እዚ ኩሉ ስግኡ ተባሳሲዑ እዚ ኩሉ ሽንክራቱን ኩሉ መከርኡን ነዚ ኩሉ እቲ ርእሱ ዝገበርዎ እሾኽኒ ነዚ ኩሉ እንዳ ዘከሩ ይዕዩ ነሮም እሱ ከኣ መቸስ ሰብ ክልተ ከእሳው ክዕልሉ ከለው ጽግዕ እንድሕር ኢልካ ሰብ እቲ ዕላል ንኹሉ ዝኾነ ወይ ንኹላና እያ ንዕልል ኢኻ ንኽትብሎ እሱ ኸኣ እንዳ ሰምዐ ክሓዝኑን ክትክዙን ኩሉ ምስ ረኣየ መጨረሻ እንታይ ኢልዎም እዚ ትዛራረቡ ደለኹም በጣዕምኩም በጣዕሚ ሓዚንኩም ተኪዝኩም ጉሆኹም እርእየኩም ኣለኹ እዚ ትዛረቡ ደለዉ እንታይ እዩ እዚ ታይ እዩ እዚ ነገር እዚ ኢልዎም ዋእ ሕጂ በዚ ምስ ምስ በልዎ ዋእ ግልጽ ኢሎም ንድሕሪት ቀሌጳ ትብሃል ዋእ እስኻ ኣብዚ ኢየሩሳሌም ኣብ ሰለስተ መዓልቲ ዝኾነ እስኻ ኣብ ኢየሩሳሌም ብይኻ ጋሻ ዲኻ ነዚ እንታይ እትብልሲ እዚ እተሳዕረ ብዛዕባ ናይ ኢየሱስ ናዝራዊ እቲ ዝተሰቕለ ሊቃነ ካህናት ዝሰቐልዎ ብዛዕባ እዚ ዘይትፈልጥ እስኻ ብይንኻ ጋሻ ዲኻ ኢሎሞ ማለት እዩ ንምንታይ ከም ዝበልዎ ንምሳሌ እቲ ናይ ኢየሱስ ክርስቶስ መስቀል ስቕለት በዚ ከምዚ ተገይሩ በዚ ከብልዎ ኣይኮነን ምኽንያቱ ዓለም እዩ ዓለም ዝፈልጦ እዩ ከመይ ብኸመይ ዓለም ይፈልጦ እንተኢልና ጎይታ ኢየሱስ ክርስቶስ ዝስቀል ከሎ መሬት ተንቀጥቂጣ እያ ጸሓይ ጸልሚታ እያ፣ ኣብቲ ጸልመቶ ከኣ ወርሒ መጺኣ ደም ኰይና እያ፣ ከዋኽብቲ ረጊፎሞም፣ ኣኻውሕ ተሰናጢቖሞም፣ እዚ ኸኣ ኣብ የሩሳሌም ከባቢ ጥራይስ ኣብ ዓለም እዩ፣ ንዓለም ዝዀነ ነገር እዩ፣ ዝተሰውረ ነገር ኣይኰነን፣ እተሰውረ ነገር ድዩ? ኣይኰነን፣ ስለዚ እስኻ በይንኻ ዲኻ? ከብሎም ሰሓቖም ድዮም? ኣይሰሓቖምን እዮም። ሓቆም እዩ እቲ እተገብረ ተኣምርሲ ርዱእ እዩ። እቶም ቅድሚኡ ዲኣምንዎ ዝነበሩ ተጣዒሶም ተተጣዕሱ ብዙሓት እዮም ለካ ዓቢ ሰብ ኢና ጻድቕ ኢና ቀቲልና ለካ እንታይ ሽሙ ኢና ዝብሉ ኣለዉ እቲ ዘይጣዓስ ካኣ ይጣዓስ እዩ እቲ ዘይጣዓስ ኣይተጣዕስን ስለዚ እስኻ በይንኻ ዲኻ ኣብ ኢየሩሳሌም ነዚ ዝኹነ ብዛዕባ ኣብ ኢየሩ ኣብ ኢየሱስ ናዝራዊ ናይ ናዝሬቱ ኢየሱስ ኣብኡ ዝወረደ መከራ ኣብኡ ዝወረደ ግፍዒ ዘይትፈልጥሲ እስኻ በይንኻ ዲኻ ምሰልዎ እንታይ ኢሉ ምስ ነገርዎ ካብ ጥንቲ ጀሚሩ ኣረጊእ እሞ ማለት እዩ ስለዚ ንምንታይ ዋና ነገር ኣብዚ ምስኦም እንዳተጓዕዘ ከሎ ከለልዎ ኣይከኣሉን ንምንታይ ኣለለይዎን ንምንታይ ኣለልይዎን ዝብል ከመይ ከለልዎ ዘይከኣሉ እንተ ኢልና

ሉቃስ ወንጌል ምዕራፍ ዓሰርተ ፍቕዲ ዕስራን ክልተን እንታይ ይብል? ወልድ ክግለጸሉ ዝፈተወ እንተ ዘይኮይኑ ንወልድ መን ምዃኑ ዝፈልጦ የልቦን። እወ እሱ ክግለጸሉ ዝፈተወ እንተ ዘይኮይኑ መን ምዃኑ ክፈልጦ ዝኽእል የልቦን። ዓለም ኩሉ እትደናገር ዘላ ሕጂ ዓለም ክትፈልጦ ዘይከኣለት ገሊኣ ኣማላዶ ክትብል ገለ ገሊኣ ክትብል ገለ ክትብል ተሰናኺላ ጥዋይ ኢላ ኢላ ዝወድቃ ዘላ ዓለም ወልድ ኢየሱስ ክርስቶስ ኣምላክ ወልደ ኣምላክ ኢላ እትኣምን ቤተ ክርስትያንና እግዚኣብሔር ስለዘገልጸልና ኦርቶዶክስ ቤተ ክርስትያንና እያ ማለት እዩ። ኢየሱስ ኢየሱስ እንተበሉ ክብሩ ኣዋሪዶም እቲ ንቅዱሳን ንህቦ ንሕና ንቅዱሳን ኣማላዲ ንወላዲተ ኣምላክ ኣማላዲ ንመላእክት ኣማላድነት ንህቦ ንኢየሱስ ክርስቶስ እቲ ናይ ፍጡራን ንዕኡ ሂቦም ክብሩ ክብሩ ኣንኢሶሞ ዝርከቡ እዮም ንሕና ግን ኣምላኽ ወዲ ኣምላኽ እዩ ስለ ዝኾነ ብኣምላኽነቱ ንኣምን እሱ ኸኣ ወልድ ክግለጸሉ ዝፈተወ እንተ ዘይኮኑ ንወልድ መን ምዃኑ ዝፈልጦ የልቦን ዝብል መን ምዃኑ ዘፍለጠትና ቅድስት ቤተ ክርስቲያንና ካብ ሃዋርያት ተረኪባ ምንም ከሸረፈት ከሸራረፈት እትኸይድ ቅድስት ቤተ ክርስቲያንና እያ ክንሕጎስ ክንኮርዕ ይግባእ ኣብ እምነትና ኸኣ ክንጸንዕ ይግብኣና ማለት እዩ ስለዚ ንሱ ድማ እይ እናኸድኩም ኢሉ ምስ ነገሮም፣ ንሳቶም ከኣ ጕህዮም ደው ኢሎም ከምዚ ከምዚ ኢሎም ብዛዕባ ናቱ ስቅላትን ሞትን ግርፋትን ኵሉ ኣብኡ ዝበጽሐ ኵሉ ሓደ ብሓደ ኵሉ ኣዘንተዉሉ። ስለዚ ኣዘንተዉሉ ከመይ እዩ እንታይ እንታይ ይብልሲ ኣብ ኦሪት ዘፍጥረት ምዕራፍ ኣርብዓን ክልተን ክብሪ ዓሰርተ ሰለስተስ እንታይ ይብልሲ ከምቲ ኵላህና ንፈልጣ ታሪኽሲ ኣሕዋቱ ንዮሴፍ ካብ ካብ ኢየሩሳሌም ናብ ግብጺ ኺዶም ምስ ከዱ ዮሴፍ ምስ ረኸቦም ዮሴፍ ኣለልይዎም እንታይ ዝኾንኩም ኢኹም ካብዚ ከምዚ ኢልና ካብ ኢየሩሳሌም ከምዚ ኢልና ንመጸና ኢና ካብ ምድሪ እስራኤል ንመጸና ኢና እኽሊ ክንሽመት መጺና እንታይ ኢኹም ኩልኻትኩም ኣሕዋት ዲኹም ክንደይ ኣሕዋት ኢኹም ዓሰርተ ክልተ ኔርና እቲ ቀዳሕ ሓደ ሓውናኻ እንታይ ኮይኑ እቲ ሓደ ሓውና ግን መይቱ ንሕና ግን እቶም ዓሰርተ ሓደ ግን ኣለና ኣቦና ዲናን ከዓ ኣለዉ ኢሎም ሕጂ እንታይ ይብሉ ኣሕዋቱ ንዮሴፍ ብህይወቱ ከሎ እንታይ ሞት ይነግርዎ ኣሎ ማለት እዩ ኣይኮነን ንዮሴፍሲ ብህይወቱ ከሎስ ሞት ይነግርዎ ኣሎ እሱ ግን ብህይወት ኢለ ዘሎ ንኢየሱስ ክርስቶስ ከኣ ኢየሱስ ክርስቶስ ከኣ ባዕሉ ብኣካሉ እንዳ ነገሮ ከሎ ስቅላቱን ሞቱን ትንሳኤኡን ይነግርዎ ኣለዉ ይመሳሰሎ ዶ ይመሳሰሎም የመሳስሎ ተረዴና ዶ እወ እቲ ድሓቶም ደሎ መን ዮሴፍ ሓዎም እዩ እሳቶም ግን ሞቱ ይብሉ ኣለዉ እሱ ከመዚ ድዩ ቢሮ እቲ ኮሌጅ እናበለሎም ዘሎ ንሳቶም ግን ሞይቱ ኢሎም ምሳኹ ብኣቶም ብትኽክል ካይተጋቡ ብኣቶም ሞይቱ ኢሎም ኣሚቶም እምበር እንታይ ደኣ ከም ዝሞተ ቆጺሮም ኢዮም እግዚኣብሔር ሰብ ዘይገደፎ እምበሪ ስለዚ ንኢየሱስ ክርስቶስ ከኣ ሞቱን ስቅለቱን ሞቱን ትንሳኤኡን ኩሉ ግሩፋቱን ይነግርዎ ኣለዉ ንመን ነግረሎም ንቀባሪ ማርዳት ንቀባሪ ምርዳእ ከም ብካለት ንኢየሱስ ክርስቶስ ከኣ ከምኡ ኢሎም ይነግርዎ ነይሮም ስለዚ በዚ ግዜ እዚ እንታይ ኢሎም ነዚ ኩሉ እዚ ምስ ኣዘንተውሉ ንሕና ግና ኢሎም እቲ ንእስራኤል ከድሕን ዘለዎ ንሱ እዩ ኢልና ተስፋ ንገብር ኔርና ጌጋ ጌጋ ዳሕዲ እእ ኔርና ኔርና ኮይና ምስዚ ኔርና ክትከውን ኣይነበራን ሰለዚ እዚ እዚ መሰሉ ከኣ ብጣዕሚ ሕጂ እምባር እቲ ጌጋ ኣብዚ ዘሎ ከረድኦም እዩ ሓደ ግዜ ሓደ ሓደ ግዜ ኣብ ግዜ ሓዘንካ እቲ ተስፋ ክትገብሮ ነበርካ ተስፋ ከምደይብልካ ገብረካ እቲ ተስፋ ምስ ቆረጽካን ተስፋ ኣብ ኣብ ኣብ ጸበባ ግዜ ብኣምላኽ ምሉእ እምነት ዝነበረካ ኣብ ኣምላኽ ምሉእ ኑካ ተስፋ እቲ ፈተና ምስ መጸካ ብዙሕ ግዜ ነቶም ድኹማት ደኣ እምበር ነቶም ብርቱዓት ኣብ ፈተነኦም ግዜ የበርትዖም ደኣ እምበር እ ኣየድክሞምን እዩ ነቶም ድኹማት ከምዚ ከማይ ግን ኣብ ፈተና ግዜ ነቲ ኩሉ እ ሕጂ ከኣ ኣብ ፈተና ስለ ዝኾነ እዩ ደኣ እምበሪ ኣሚኖም ዝተኸተልዎ ኣቦኦምን ኣዲኦም ገዲፎም ርስቶም ኩሉ ገዲፎም ዝሰዓብዎን ዝተኸተልዎን ድተማሃሩኦም መጀመርያ መጽሓፍት ነብያት ደንብብኦም እንደገና ከኣ ሰለስተ ዓመት ቀላል ኣይኮነን ከኣ ዝተማህርዎ ኣብቲ ግዜ እቲ ግን ኣብ ጸበባ ግዜ ኣብ መከራ ግዜ ግን ኩሉ ነገር ነቲ ነገር እቲ ኩሉ ጽብብ ኢልዎም ኩሉ ጨኒቕዎም ስለ ዝነበረ ክድንግጹ ክኢሎም ስለዚ ንሕና ግን ንእስራኤል ዘድሕን ንሱ ኢልና ተስፋ ንገብር ኔርና እትብል ኔርና ኮይና ኔርና ዄርና ግን እቲ ተስፋ ግን ተረኺቡ እኮ እዩ እቲ ተስፋ ዶ ተረኽበ እኮ ተስፋ ጥዑም ሕጂ ንምሳሌ እቲ ተስፋ ረኺብካዮ ከለኻስ ተስፋ ንገብር ኔርና ክንብል እቲ ተስፋ እኮ ተረኺቡ ኣይተረኽበን ተረኺቡ ብሕማማቱ ብስቅለቱ ብብረታቱ ብመስቀሉ ብትንሳኤኡ እቲ ተስፋ ንሓሙሽተ ሽሕን ንሓሙሽተ ሚእትን ተስፋ ግበሮ ዝነበረ ተስፋ ተረኺቡ እኮ እዩ ወይዶ ተረኺቡ ርኤሞ ሲ እንተ ረኣዩስ ኔርና ጌረና ስለዚ ከምዚ ኢሎም ግን ዘገርም ኢሎም ከኣ ኢሎም ከምዚ ገርም ግን ዘገርም ኢሎም ካባና ኣዴታት ናብቲ መቃብር ከይደን ምስ ረኣያ ነቲ ስግኡ ኣይረኸብዎን ነገሩ ግን ህያው ከም ዝኾነ ካብ ሙታት ከም ተስኦ ግን መላኢክት ከም ዝነገርወን መጽኤን ኣገረማና ተገረምና ከም ተስኦ ነገረናና ኢሉ ካባና ከኣ ነዚ ምስ ሰምዑ ክልተ ካባና ከኣ ናብቲ መቃብር እንዳጎዩ ከይዶም ከምቲ በልዖ እቲ መቃብር ባዶ እዩ ጸኒሕዎም ኢሉ ሕጂ ካባና ድበሃሉ ሎሚ ቅዱስ ያሬድ እንታይ ይብል ወብእኹ ሰንበት ድብል መዝሙር ናይ ቅዱስ ያሬድ እንታይ ይብል ጴጥሮስኒ እቶም ክልተ ካባና ድብሎም ጴጥሮስኒ ዮውሃንስኒ እዮም እዚኦም ክልቲኦም ናይ ኣዴታት ብስራት ዝሰምዑ ካብ ኣዴታት ምስ ተነግሮም እንዳ ጎየዩ ኣበይ ከይዶም ናብቲ መቃብር ከይዶም ሕጂ እቲ መቃብር ክፉት እዮም ባዶ ጸኒሕዎም ንዑ ግን ኣይረኣይዎን ኣብቲ እታ ወንጌል ምዕራፍ ዮሃንስ ወንጌል ምዕራፍ ዕስራ ስለዚ ከምዚ ኢሎም ግን ከምቲ እሳተን ደልኦ ንዑ ኣይረኣይዎን እምበር እቲ መቃብርስ ባዶ ጸኒሕዎም ካባና እውን ኢሉ ስለዚ ጴጥሮስ ንዮሃንስ ነዚ ምስ ሰምዑ እንዳ ጎየዩ እንዳ ጎየዩ እዮም ከይዶም ሕጂ ጴጥሮስ ሽማግለ እዩ ዮሃንስ ከኣ ጎበዝ በቲ ግዜ እቲ ስለዚ እንዳጎየ እንዳጎየ ከይዱ መን ቀዲሙ ክትመቐብሮ ትብል ዮውሃንስ በጺሑ ጴጥሮስ ከኣ ጉንብስ ጉንብስ እንዳለ ከኣ በልዓት ይጽሊ ጠጠው ኢሉ ኣብቲ መቓብር ዝበጽሐ ጠጠው ኢሉ ከም ዝገብን እንክብልል ኣይረኣየን ኣብ ጥቓኡ ከይወጸ ኣዩ ማዕዶ ርእዩ ጴጥሮስ ግን ብድሕሪት መጽኡ ኣትዩ ርድእዎ ስለዚ እቲ ብድሕሪት መጽእ እንታይ ይብሃል ቆልዓስ ይጎዩ ደኣ እምበር ኣይቅድምን ጴጥሮ ዮውሃንስ ጎዩ ነይሩ ግን ድሕሪኡ መጽዩ ብራዩ መቓብር ግን መን እዩ ኣቤት ቅዱስ ጴጥሮስ እታ ወንጌልን ከም ያዕቆብን ገበረ ለጴጥሮስ ዝኩክ ኣረር እዛ ፍቅረ ኢየሱስ ግን መጹ ግን ብራእየ ግን ጴጥሮስ እዩ ዝመነ ኩሎም ግን ርእዮሞ ማለት እዩ ስለዚ ከምዚ ኢሎም ኣገሪሞምና እንዳበሉ ነዚ ኩሉ ኣዘንትዮምሉ ከምቲ እሕዋት ዮሴፍ ንዮሴፍ ዶ ዘንተውሉ ንባዕሉ ዶ ዘንትውሉ ዘለው ከምኡ ከኣ ንኢየሱስ ክርስቶስ ከኣ ኣዘንትዮ ምሉኡ ብዝኃ መከራ መስቀሉ ካብ ሓሙስ ጀሚሩ ካብ ሓሙስ ምሸት ጀሚሩ ኣብ ጌተሰማኒ ጀሚሩ ምሉእ ለይቲ ዓርቢ ምሉእ መዓልቲ ኣብ መስቀል ኩሉ ሎሚ ሳልሳይ መዓልቲ እዩ እቲ ትንሣኤ ግን በዴታት ተበሲርና ኣለና ምሰሉ ነዚ ኩሉ ምስ ነገርዎ ጐይታ ኢየሱስ ክርስቶስ ከኣ እንታይ ክብሎም እዩ እንታይ ክብሎም እዩ እንታይ ክብሎም ጌታ ኢየሱስ ክርስቶስ እንታይ ኢልዎም ስለዚ እቲ ነቢያት ዝተዛረብዎ ካብ ምእማን ልቦም ዝደንጎየ ዓያይሹ ኢልዎም ክርስቶስ ዛኣ መከራ ከም ዝቅበል ናብ ቀዳማይ ክብሩ ከም ዝምለስ ጽሑፍ ዶ ኣይኮነን እንዳበለ ነጊርዎም ስለዚ ነቢያት ዝተናገርዎ ካብ ምእማን ልቦም ዝደንጎየ እንታይ ማለት እዩ ነዋይ ዝተናገርዎ ካብ ምእማን ልቦም ዝደንጎየ ምክንያቱ ነቲ ትንቢት ተንብብዎ ኔርኩም ትማሃርዎ ኔርኩም ስለዚ እቲ ትንቢት ከኣ ተፈጺሙ እዩ ስለዚ እንታይ ደኣ ኮንኩም ደኣ ይብሉ ኣበይ ኣብ መጽሓፈ ኢሳይያስ መጽሓፈ ኣርብዓን ሰለስተን ተራእና ክፍል ኣርባዕተ ብሓቂ ንሱ ንሕማማትና ጾሮ ንስቓይና ከኣ ኣብ ነፍሱ ጸዓኖ ንሕና ግና ብእግዚኣብሔር ከም ዝተወቕዐ ዝተዋዕኦን ከም ዝተቐዝፈን ከም ዝተዋረደን ጌርና ቆጸርናዮ፣ ንሱ ግና ብሰሪ ገበናና ቆሰለ፣ ብሰሪ ኣበሳና ድማ ተኸትከተ፣ ንሕና ሰላም ንእንተኸክብ መቕጻዕቲ ናብኡ ወረደ፣ ንሕናውን ብስንብራቱ ኢና ሓውየና፣ ኩላትና ከም ዝተዋራራ ኣባጊዕ ነበርና፣ ነፍሲ ወከፍ ነናብ መገዱ ዘንበለ፣ እግዚኣብሄር ከኣ ኣበሳ ኩላትና ኣብኡ ኣውደቖ። እዚ ትንቢት እዩ። እዚ ነዚ ነቢያት ዝተናገርዎ ነዛ ዝተናገርዎ ካብ ምእማን ልቦም ዝደንጎየ እዚ ታይ ዝኣክል እዚ ሰብ እዚ ተስፋ እዚ ብትንቢት ዝጸነሐ ሰለስተ ዓመትን ሰለስተ ወርሕን ዝተማሃርኩሞ እዝስ ካብ ምእማንሲ ኔርናስ ኣይመጸትን ኔራ እ ኔርና ትብልሲ ኣይመጸት ኔርና ስለዚ ነብያት ዝተናገርዎ ካብ ምእማን ልቦም ዝደንጎየ ይብል ስለዚ በዚኣ ተወቕሾም ደቂ መዛሙርቲ ማለት እዩ ኣብዚ ንሕናኸ ኣብ ማእኸልና ሕጂ ልብና ዝደንጎየ ኣሎ ዶ የለን? እ ልምናይ ዘንጎይለ ዶ ይለን እ ነንፈልጦ ነቲ ንፈልጦ ክንትግብሮ ዘጸገመና እ እ ነቲ እተመሃርናዮ ክንሰርሖ ዝጸገመና ልብና ዝደንጎየ ካብ ካብ ምጥማቕ ዓመታት ኣቑጺርና እ እንኹንቀርብ ከኣ ፍቓደኛታት ዶ ኾንና ወይ ከኣ ቆሪብና ከኣ ብግቡእ ዘይንኸይድ ከኣ ክንህሉ ንኽእል ንኽእል ኢና ስለዚ ልቦም ዝደንጎየ ኢሎም ዝነቐፎም ደቀ መዛሙርቲ እነኒ፣ እቲ ነቐፋ እቲ ንደቀ መዛሙርቲ ጥራይ ዝኸውን ዘይኮነስ ኩላህና ካባይ ጀሚሩ እንንቀፈሉ መንገዲ ክህልወና እዩ። ብመንገዱ በብመንገዱ ማለት እዩ በብመንገዱ ሓደ ዓይነት ሰብ ሓደ ዓይነት ነቐፈታ ኣይኮነን ንወዲ ሰብ ዘጋጠሞ እነኒ በዚኣ ደቀ መዛሙርቲ ልቦም ዝደንጎየ ተባሂሎም ተነቒፎም እሉ ብድሕሪኡ ከኣ ተነቒፎም ግን ስማይ የለን ነቲ ኩሉ ካብ ሕጊ ሙሴን ጀሚሩ መጽሓፍቲ ነብያት ኩሉ ከም ብሓድሽ ጽቡቅ ገሩ ከኣ ትምህርቲ መኺርዎምኒ ኣስተምሂርዎምኒ እዩ ጎይታ የሱስ ክርስቶስ ስለዚ በቲ ግዜ እቲ እዚ ኩሉ ኣብ ጉዕዞ እዮም ዘለዉ ኣብ ጉዕዞ እዮም ዘለዉ ሓቀይ እንዳ ተጓዓዙ እዮም ዘለዉ ጓዕዙ እዮም ዘለዉ ከይዱ እዮም ዘለዉ እዚ ኩሉ ክኾን ከሎ እንዳ ተጓዓዙ እዮም ዝኸዱ ዘለዉ ስለዚ ተጓዓዞም ተጓዓዞም መቸስ ኣብ ጥቃ ዓዲ ምስ በጽሑ ከምዚ ጥቃ ዓዲ ክትበጽሑ ከለኻ ናብ ዓዲ ዝእቱ መገዲ ኣሎ ቀጺሉ ዝቅጽል መገዲ ከኣ ኣለዎ የለን እቶም ደቂ ከተማ እንዲኹም ወዲ የጽባህ ትፈልጦ ጥራይ ትፈልጦ እየ ብዙሕ ግዜ ትፈልጦ ነብት ናይ ቀራማ መገዲ ትፈልጦ እየ እንታይ ሽሙ እረ መቀራማ መገዲ ስብ ከተማ ኣለ ኢረካ ስለዚ እቶም ናይ ገጠር ኢና ንፈልጣ እዚኣ ንፈልጣ መቸስ ከክም ዳዕበኽያ እንዲ ስለዚ ዳተጓዓየ ሳቶም ናብ ዓዲ እዲ ክብሎ ከሎ ንስኻ ከም ዳሓልፍ መሲሉ ቀጥ ኢሉ ክኸይድ ዳይሓልፍ መሲሉ እዋ ጸሃይ ዓሪበያ ምሳና ሕደር ኢሎም ለመንዎ ይብል ዉሓ ዓሪበያ እሞ ምሳና ሕደር ኢሎም ለመንዎ እሱ ካኣ እቲ ድገብሮ ይፈልጥ እዩ ስለዚ ምስኦም ሕራይ ኢሉ ካኣ ናብ ገዛ ኣተወ ኣብ ገዛ ኣትዩ ካኣ ኣብቲ ማኣዲ መጀመርያ ንከለልዎ ዓይኖም ተሸፊኑ ነይሩ እዩ እንዲል ዛሕጎል ኣባይረዚ ዋእ ኣነ ተሸሚመ በሊ እዚ ኩሉ እዚ እዚ ኩሉ እዚ ከም ታራ ሓደ ሰብ ዋእ እቲ መጀመርያ ኣየለለይዎን ካልኣይ ነገር ከኣ እቲ ዝነግሮም ከኣ ካብኦም ንላዕሊ እቲ ድነግሮም ኩሉ ከኣ ድተማሃርዎን ዝፈልጥዎን ኩሉ ሕጊ ክነግሮም ከሎ ከኣ ይገርሞም ኣሎ የንታሽ መብሎም ኣሎ በጣዕሚ ኣብ ስሜት እእትዎም ኣሎ እቲ እቲ ትምህርቱን ትምክሩን ኩሉ ምክንያቱ ኣምላኽ እዩ ስለዚ ዝሓራይ እምበኣር

ድረገጽ ወሪኡ ኣሎ ዝኸድዎ ይፈልጡ ኣለዉ ናብ ዓዲ ኣተዉ ይፈልጡ ኣለዉ ዓይኒ ልቢ እኮ እዩ ለምሳሌ ሓደ ሓደ ግዜ ኣብ ቀረባ ከሎ ዝጠፍኣና ኣቕሓ እነኒ ኣንታ ልቢ እዩ ዝሪኦ ለካ ዓይኒ ኣይኮነን ዝሪኦ ምሽ ንብልና ስለዚ ልቦም እዩ ተሰዊሩ ዝነበረ እምበሪ ዓይኖምሲ ይርኢ ነይሩ ሕጂ ግን ቁርስ ኣቢሉ ምስ ሃቦም ዓይኒ ልቦም ተኸፈተ ተኸፊቱ ኸንታ ኮነ ኣለልይዎ እሱ ምዃኑ ኣለልዎ ከምታ ቀደም ሉቃስ ወንጌል እ ወልድ ክግለጽ ጸሉ ዝደለየ እንተዘይ ኮይኑ እ ወልድ መን ምዃኑ ዝፈልጦ የለን ስጂ ግን ፈቃዱ ኮይኑ እንታይ ኮይኑ ተገሊጹሎም ማለት እዩ ስለዚ ቁርስ ባርኽ ብርኽ ካብሉ ቁርስ ሳብሉ ምስ ሃቦም እ ቅድስተ ብሩኻን ሃይማኖቶም ተገሊጹሎም ሽዑ ስርሑ ወዲኡ ተሰዊርዎም ማለት እዩ እዛ ቆሪስካ ምሃብ ሬዋ ካብዚኣ ትብገስ እ ስኢላ ባህሊ ኮይነትኒ ስኢላ ኣብ ዝመጸት ስርዓት ኣይኮነትኒ ኣብ መኣድና በዚ ምንጥል ምንጥል ምንጥል ምንጥል ካብ ገዛ ካልኦት ናይ ካልኦት ኣይኮናን ጸሊና ባሪኹ ቆሪሱ ሃቦም ዓይኖም ከኣ ተኸፍታ ሓቀይ ዶ ሓቀይ ስለዚ መኣድና እምበኣር መኣድና ክርስትያን ካህን ተሎ ጽቡቕ ካህን ተሎ ዓቢ ኣቦ ዓቢ ኣቦ ተሌላ ዓቢ ናይቲ ገዛ ውላድ ባሪኹ ሓቀይ ከናተባሃልና እታ እምነትና ካብዚኣ ትብገስ ቆሪስና ድኣ እንበሪ እ ቆሪሹ በስመኣም ተባሂሉ ተጸልዩ ቆሪሹ ይባርኸክን ገሩ ሂበካ ስለዚ መሰረት ዘለዎ እንበር ባህሊ ጥራይ ኣይኮነን እቲ ቆሪስና ድባእ ባሪኾም ሂቡና ካህናት ባሪኾም ሂቡና ኣቦታት ምሳይ ኣለኹም ድሓደይ ስለዚ ባሪኹ ቆሪሹ ሃቦም ዓይኖም ክዓ ኢሉ ልቦም ክዓ ተኸፍተ ስለዚ እታ ቆሪሽካ ምሃብ ኩሉ ግዜ በል ባርኸልና በል ዋላ እንታይ ሽም ጸሎት ንግበር ከይበልኩም ከይትበልዑ እወ ከይትበልዑ ጸሎት ንግበር ከይበልኩም ከይትበልዑ ጸሎት ንግበር ኢልኩም ጸሊኹም እቲ ዓቢ በሎ በል ባርኸልና ቁረሰልና ከይበልኩም ንቀሺ ጥራይ ኣይትኣድኒ ግደፋ ንሕና በቦታትና ብዓበናዮ ኣቦታትና እወ ወዲ ምእመን እየ ወዲ ቀሺ ኣይኮንኩን ግን ቆሪሾም ክህቡና ኢና በዚእና ዓቢና እሞ እቲ እምነትና ባህሊ ጌርና ኣይንውሰዶ እምነት ምስ እምነት ዝተታሓዘ እመኒ ቆሪሹ ሃዎም ይብል እመኒ እግዚኣብሔር ደቀ መዛሙርቱ ነዚ ኩሉ በረከትን ሬትዕትን ፀጋን ተቀቢሎም ረኪቦም እዮም እቲ ደቀ መዛሙርቲ ዝገበርዎ ናይ ክርስቶስ መከራ ናይ ክርስቶስ ውዕለታ ኩሉ እንዳዘከሩ ምካዶም ብሓቂ ዘመስግን እዩ ማለት እዩ ንሕና ካዓ ናይ ክርስቶስ ውዕለትኡ ኩሉ ግዜ ክንዝክሮ ይግበኣና ክንርሰዖ የብልናን ክንዝክሮ የርልናን ዝገበረልካስ ወይ ንገረሉ ወይ ግበረሉ ክርስቶስ ዝገበረልና እሱሲ ኣምላኽሲ ካብ ሰማይ ወሪዱ ካብ ድንግል ተወሊዱ መከራ ነዚ ጠማይን ጸማእን ክግረፍ ዝኽእል ስጋና ክዋሃዶ ምእንቲ ፍቅርና ዘይኮነን እዚ ኩሉ ሕማማትና ዝቅተቅበሎስ ምእንቲ ፍቅርና ዘይኮነን ንዓና ከተስእ ካብ ዝወደቅናዮ ከተስኣና ዘይኮነን ኢልና ውዕለትኡ ከም ሉቃስ ን ከም ቆሎጳን እንዳዘከርና ክንከይድ ይግበኣና ማለት እዩ ኣወ ኣያ ኦሪት ዘዳግም ምዕራፍ ሽዱሽተ ፍቕዲ ሓሙሽተ እንታይ ይብል? ብኦሪት ማለት እዩ፣ ኣብ መገዲ ክትከይድ ከለኻ፣ ኮፍ ምስ በልካ፣ ምስ ነፍሳኻ ብኡ ተዛረብ። ብመን? ብኣምላኽ ተዛረብ። ብኣምላኽና ክንዛረብ ይግብኣና። ብውዕለቱ፣ ብምሕረቱ፣ ብለዋህቱ፣ ብትዕግስቱ ብኡ ክንዛረብ ይግብኣና። እንዶ ምንታይ እሞ ሎሚ ዩቱብ ከሎ፣ ሚድያ ከሎ ነገርካ እሞ መን ክዝክሮ ንዕኡ ኣምላኽ መን ክዝክሮ? ክንክዝክሮ ሓቂ ሓይሽ። እምበሪ ተክኖሎጂስ ሓቂ ሓይሽ ትት ረግመንት ምሩቕና ይኽላእካ ብሉ ኣብ ጥይት ሁሉ እንተኣተኻ ክንደይ ሰበኽቲ መብረቕ ድኾኑ ክንደይ ሰበኽቲ ብእነት ነብሲ ድጽግን ትምህርቶም ክንደይ ሰበኽቲ ኣሎ ንዑ ገዲፍና ግን እንታይ ተብሃለ እንታይ ኮ ተወርየ እንዳተባህለ ናይ ወረ ጥራይ ኮይኑ እምበሪ ብኣምላኽ ጥራይ ተንዛረብሲ ከም ቀልዮጳን ከም ሉቃስኒ በረኸት ንረኽብና እምበር ኣይምተጎዳእናን ስለዚ ብዛዕባ ግርፋቱ ብሕዝቢ ዝገበረልና ክንዝክሮ ይግበኣና ኩላህና ንክንዝክር ከኣ እግዚኣብሄር ዝዝክር ልቢ ይሃበና እግዚኣብሄር መከራ መስቀሉ ክንዝክር ይግበኣና ስምሳሌ መከራ መስቀሉ ትንሳኤኡ ኩሉ ክንዝክሮ ይግበኣና መዓስ ኢና ክንዝክሮ እንተበልና ከኣ ንምሳሌ ቅዳሴ ንምሳሌ ኣብ ቅዳሴ ክነቀድስ ከለና መከራ መስቀልና ንዝክር፣ ሕማማት ኢና ንዝክር፣ ስቕለት ኢና ንዝክር፣ ኣይኮነን ድዩ? ስቕለት ኢና ንዝክር፣ ቅዳሴ ኣብ ቅዳሴ ግዜ እንታይ ኢና ንዝክር? ስቕለቱ፣ ሞቱ፣ ግርፋቱ፣ ስለምዚ ኣብታ ኣብ ቀራንዮ ዝተቖርሰ ስግኡ ሕጂ ውን ኣብዚ ይቕረስ ኣሎ ሓቀይ፣ ስለዚ መከርኡ ከም ሉቃስ መንቀሌ ጳንድ ክንዝክር ይግብኣና፣ እንዳዘከርና ዕለትኡ ክንዝክር ይግብኣና፣ ልብና ንኣምላኽ ምእዛዝ ዝደንጎየ ክንከውን የብልናን፣ ልብኹም ካብ ምእማን ዝደንጎዩ ዝተዋህዱ ንሕና ውን ደንጉይና ኣለና ስለዚ እቲ ዝደንጎናዮ ከኣ ክነቃላጥፎ ናብ እምነት ክንቀርብ ይግበኣና ስለዚ እምበኣር ከምዘልናዮ ኣብ ቅዳሴ ግዜ ኣብ ጸሎትና ግዜ ክንበልዕ ግዜ ኩሉ ግዜ በስመኣብ ወወልድ ወመንፈስ ቅዱስ እዚኣ ክንብል ከለናሲ እዚኣ እዚኣ ንባዕላ በስመኣብ ወመንፈስ ቅዱስ ክንብል ከለናሲ እንታይ እያ ትዝክር መከራ መስቀሉ እያ ትዝክር መስቀሉ እያ ትዝክር ነቲ ልክዕ ቀሌጳን ሉቃስን ዝዘከርዋ ኢና እያ ትዝክር እመኒ ክንዝክር ይግባኣናና ስለዚ እንተዘኪርና ከኣ እግዚኣብሔር ከኣ ኩሉ ግዜ ከኣ ክዝክረና እዩ እመኒ ክንዝክር ይግባኣና ኣብ ሉቃስ ወንጌል ምዕራፍ ዕስራን ክልተን ዓሰርተ ሸሞንተ ከምኡ ቀረንቶስ ሓደ ዓሰርተ ሓደ ዘክሩኒ ይብል ክንዝክሮ ይግባኣና ኩሉ ግዜ ውዕለትኡ ክንዝክር ይግባኣና ዘመነ ፋሲካ ንባዕሉ እብ ዘሎና ወርሓት ተስካረ ቅዱስ ያሬድ እንታይ ይብል ፋሲካ ዝብል ተስካረ ትንሣኤ እብሎ መድኃኒነ ፋሲካ ማለት ናይ ክርስቶስ እዝከረሉ ክርስቶስ ዝዝከረሉ ዕለት ዝዝከረሉ ወርሓት ስለ ዝኾነ ክንዝክር ይግባእና እሞ ዝዝክር ልቢ ይሃበና እግዚኣብሔር ስለዚ እንተዘኪርና በረኸት ቀልዮጳን ክንረክብ ኢና እሞ እግዚኣብሔር ዝዝክር ልቢ ይሃበና ኣብ ካልኣይ ጢሞቴዎስ ምዕራፍ ክልተ ፍቕዲ ሸሞንተ እስካዕ ትሽዓተ እንታይ ይብል? ነቲ ካብ ዘርኢ ዳዊት ዝተወልደ ካብ ሞታት ዝተንስኦ ኢየሱስ ክርስቶስ ዘክሮ። ቅዱስ ጳውሎስ ንጢሞቴዎስ ረድኡ ከይርስዕ ዘክሮ ኢልዎ። ኩሉ ግዜ ዝክሮ፣ ውዕለተ ክርስቶስ ዘክሮ፣ ነቲ ካብ ዘርኢ ዳዊት ዝተወልደ ካብ ሞት ዝተንስኦ ኢየሱስ ክርስቶስ ዘክሮ። ስለዚ ክንዝክሮ ይግብኣና፣ ውዕለቱ ክንዝክር ይግብኣና። ስለዚ ኣቦታትና እኮ መስቀል ኣብ ክሳድና ዝኣሰረልና እኮ የዕለቱ ክንዝክር እዮም ክንርስዖ እኮ ኢሎምና ሎሚ ግን ብዘይ ኣረሚን መስቀል ካብ ክሳዱ ማዕተቡ በጢሹ ድደርበ እዩ ህዝቢ ዝበዝሕ ሕጂ ኢድካ ኣውጽእ ተትብሃል ክንደይ መስቀል ኣብ ክሳድኩም ኣለኹ ተትብሃል እቲ ድበዝሕ መስቀል ድደርበ እዩ እ መስቀል ድደርበ እዩ እ ባዕሉ ድደርበ እዩ መስቀልና ኣብ ክሳድና እንተ ንሕዞ ግን ናይ ክርስቶስ መስቀልና እ ኩሉ ግዜ ክንዝክሮ ካልኦት ኣብ ኢዶም እንኳ እንታይ ሽም መስቀል ድምቀጥዎ ኣለዉ ግብጻውያን እንታይ ኢሎሞምሲ ንምንታይ እዚ መስቀል ኣብዚ ትውቀጥዎ ተብሎምሲ ኣብ ክሳደይ ዘሎ መስቀል ሰይፊ ምስ ረኣኹ ፈሪሐ ምናልባት ክድርብዮ ክበጥሶ ክእል እየ እዚኣ ግን ትሕከኽ ድያ ፈሪመላ ኣለኹ ንህይወተይ መስቀልሲ ኣብዚኣ ዘላ መስቀል ኣብዚ ተወቀጠት ኣብዚ ድዩ ኣብዚ ደሊ ተወቀጠ በታ ሰዓት ሰይፊ ምጸት ክትሕባእ ትኽእል እያ እዚኣ ትሕከኽ ኣይትሕከኽን ኣይትሕከኽን እያ ስለዚ ንክርስቶስ ምክ ምስ እሙናት ምውሳን ማለት እዩ። እንታይ በለ ኣብዚ ቅድም ዝበልናዮ ነቲ ካብ ዘርኢ ዳዊት ዝተወልደ ካብ ሙታት ዝተንስኤ የሱስ ክርስቶስ ዘክርዎ ምሰለ ምስኡ እንተ ሞትና ምስኡ ከኣ ብህይወት ክንነብር ኢና እንተ ተዓገስና ምስኡ ክንነግስ ኢና ይብል ምስኡ እንተ ሞትና ምስኡ ብህይወት ክንነብር ኢና፣ እንተ ተዓገስና ኸኣ ብዙሕ ክንለግስ ኢና ይብል። ስለዚ፣ ውዕለትኡ እንዳዘከርና ከም ዝቐልልና ክንቅድስ ምዝካር፣ ክንቆርብ ምዝካር፣ ክንትስእ ምዝካር፣ ክንትስእ ምድቃስ፣ መኣዲ ክንበልዕ ምዝካር፣ ኣብ ኩሉ ውዕለትኡ ክንዝክሮ ይግብኣና። ነገረ መስቀሉ ኩሉ ግዜ ክንዝክሮ ይግብኣና። እመኒ ደቀ መዛሙርቱ ነዚ ብምዝካሮም ብጣዕሚ መከርኡን ሕማማቱን ብምዝካሮም ኣዝዩ ዘመስግኖምን ዘንእዶምኒ ክኸውን ከሎ፣ እታ ተስፋ ንገብር ኔርና ትብል ቃል ከኣ እሳ ከኣ ተወቕሾምላን ተማሂሮምላን ተኣሪሞምላን ከኣ እዮም ማለት እዩ ስለዚ ደይጋገ የለን ስለዚ ንሕና ከኣ ክንማሃር ይግበኣና ብእምነት ጸገም የብልናን ብምግባርና ጸገም ደለና እሞኒ ምግባርና ከኣ ንኽንተኻኸል ከኣ እግዚኣብሄር ባዕሉ ይሓግዘና ስለዚ ደቂ መዛሙርቱ ንየሱስ ክርስቶስ ምሳና ሕደር ኢሎሞ ምሳና ሕደር ምሳና ተደረር ምሳና ንበር ኢሎሞ ስለዚ ንሕና ከኣ ኢየሱስ ክርስቶስ ምሳና ሕደር ህ ምሳና ተደረር ምሳና ከኣ ንበር እንብ ክንብሎ ይግብኣና ነዚ እንተ ኢልናዮ ምሳና ክሓድርን ምሳና ክነብርን ከኣ ይኽእል እዩ ኢየሱስ ክርስቶስ ማለት እዩ ስለዚ ነዚ ዘኪሮም እንዳ ዘከርና እንተ ኔርና በረኸቱ ኩሉ ግዜ ምሳና ኣሎ ኣብ ዮሐንስ ወንጌል ምዕራፍ ሽዱሽተ ፍቅዲ ሓምሳን ኣርባዕተን እንታይ ይብል ስጋይ ዝበልዐ ደመይ ዝሰተየ እ ናይ ዘላለም ህይወት ኣለዎ ምሰለ ውርድ ኢሉ ሓምሳን ሸውዓተን ከዓ እንታይ ይብል እቲ ስጋይ ዝበልዕ ደመይ ዝሰቲ ኣባይ ይነብር ኣነ እውን ኣብኡ እነብር ስለዚ ሉቃስን ቀለዮጳን ምሳና ሕደር ኢሎሞ ኢየሱስ ክርስቶስ ሓቀይ ንሕናስ ምሳና ሕደር ዘይንብሎ ደኣ ብኸመይ ኢና ክንሕድሮ ንኽእል? ቃሉ ብምስማዕ፣ ተነሲሕና ቅዱስ ስግኡን ክቡር ደሙን ኣባና እንድሕር ሓዲሩ፣ ኣባና ሓዲሩ፣ እሱ ኣባና ኣሎ፣ ንሕና ኸኣ ኣብኡ ኣለና። እቲ ስጋይ ዘይብለ ደመይ ዝሰቲ ዘልኣለም ህይወት ኣላቶ፣ ስጋይ ዘይብለ ደመይ ዝሰቲ ኣባይ ይነብር፣ ኣነ እውን ኣብኡ እነብር። ስለዚ ንኢየሱስ ክርስቶስ ምሳና ሕደር ዝበልዎ፣ ንሕና እውን እኮ ፍቓደኛታት እንተኾይና እኮ ምሳና ክሓድር እኮ ክንዕድሞ፣ ምሳና ሕደር፣ ምሳይ ንበር፣ ምሳይ ተደረር፣ ክንብሎ ንኢየሱስ ክርስቶስ ይግባእ እሞኒ ነዚ ንክንገብር ከኣ እግዚኣብሔር ይሓግዘና ስለዚ ኩሉ ግዜ በይንና እንተነበርና ብዘይ ኢየሱስ ክርስቶስ ሕይወት ከምዘይብልና ኢና ክንርዳእ ዝግበኣና ምክንያቱ እዞም ሰባት እዚኣቶም ዓይኒ ልቦኦም ተሸፊኑ ነይሩ፣ ምሳና ምስኦም ምስ ሓደረ ግን ባርኹ ቅዱስ ምስ ሃቦም ግን ዓይኒ ልቦኦም ተኸፊቱ እሞኒ ኩሉ ግዜ ሽሙ እንተ ጸዊዕና ውዕለቱ እንተ ዘኪርና ተነሲሕና እንተ ቀሪብና ግን ብውንም ጥርጥር ዘይብሉ እግዚኣብሔር ምሳና ኣሎ ንሕና ከኣ ምስ እግዚኣብሔር ከም ደለና ምንም ዘጠራጥር ኣይኮነን እሞኒ ኩላህና ነዚ ኩሉ እዚ ክንዝክር ይግብኣና እግዚኣብሔር ንዑ ልእዘዝ ልቢ ይሃበና ንዑ ልዝክር ልቢ ይሃበና ኣባና ንክሓድር ከኣ ናቱ ቅዱስ ፈቃዱ ይኩነልና ስለዚ ቅዱስ ጎንኩ ደሙ ክንቅበል ምቅባል ጥራይ ኣይኮነን ትሕትና ገርካ ክትቅበሎ ከለካ ፈሪሃ እግዚኣብሔር ገርካ ክትቅበሎ ከለካ ደኣ እምበሪ ልማድ ከይከውን ወይ እሞ ቆራቢኡ ቆራቢትያ ቆርቦም ቆሪባ ንክባል እንተደኣ ኮይኑ ኪሳራ እዩ ማለት እዩ ስለዚ ብትክክል ግን ናይ ቁርባኑ መረዳእታ ህይወት ዘለኣለማዊ ህይወት ክንረኽበሉ ከም ዝኾንና እንተ ተረዲእና ጥራይ ኢና እዚ ሕይወት ክኾነና ዝኸእል ኖኖ ሕይወት ክኾነና ንኽእል የሱስ ክርስቶስ ክንእዘዞ ይግብኣና እንተ ተኣዚዝና ኢና ብትሕትና ልዕሊ ኩሉ ትሕትና ትበሃል ትሕትና ድበሃል ብደይ ትሕትና ነገር እምነት ኣለና ብዓቕምና ንጸውም ብዓቕምና ንጽሊ ብዓቕምና ንሰግድ ብዓቕምና ንምጽውት እኒ ንሳሕ ንቆርብ እንዲና ግን ነዚ ኩሉ እንዳ ገበርና ትዕቢት እንተ ኣልና ግን ትዝህርቲ እንተ ኣልና ግን ክፍኣት እንተ ኣልና ግን ተንኮል እንተ ኣልና ግን ጸልማት ንብርሃን ብሓንሳብ ክነብሩ ከም ዘይክእሉ እግዚኣብሔር ምሳና ኣሎ ኢልና ክንኣምን ግን ትዕቢት እንተ ኣሉ ትዕቢት ትዕቢት ማለት ዲያብሎሳዊ ናይ ሰይጣን ስራሕ እዩ ስለዚ ትዕቢት ማለት እንታይ ክትፈጠሩ ትዕቢት ትዕቢት እንታይ ማለት እዩ ትዕቢት ማለት እንታይ ማለት እዩ ርእስኻ ካብ ሰብ ኣብልጭካ ምርኣይ ማለት እዩ ብተፈላለየ ሰብ ብትምህርቲ ክዕቢ ይኽእል፣ ብሃብቲ ክዕቢ ይኽእል፣ ብመልክዕ ክዕቢ፣ ብጉልበቱ ክዕቢ ይኽእል፣ ነዚ ኩሉ እዚ ትዕቢት ትዕቢት ማለት ብኣገልግሎቱ ክዕቢ ይኽእል፣ ንምሳሌ ካልእ ዝትረፍሲ ብጾሙን ብጸሎቱን ብምጽዋቱን ብስግደቱን በዚ እንኳን እንድሕር ተዓብዩ ነቲ ነቲ ኩሉ ነቲ ከንቱ ይገብሮ ኣሎ ነቲ ኣገልግሎቱ ማለት እዩ ስለዚ ትዕቢት ኩሉ ግዜ ትዕቢት ናይ ድያብሎስ ስለ ዝኾነ እቲ እንገብሮ ብትዕቢት ዘይኮነስ ብትሕትና ትሕትና ከኣ ካብ ክርስቶስ ኢና ተማሂርናዮ እሞ ናይ ክርስቶስ ደቀ መዛሙር ስለ ዝኾና ንሕና ከኣ ትሕትና ክህልወና ይግብኣና ትሕትና ክንሕዝ ይግብኣና ስለዚ ብሕልፊ ብሕልፊ ብሕልፊ ትዕቢት ዝብሃል ሓደ ሓደ ግዜ እኮ ሰይጣን እኮ ኣብ እዝንኻ ሹኽ ክብሉ መጽዩ እንታይ ይብለካ ከማኻ እኮ ሰብ የለን ንስኻ እኮ ፍሉይ ሰብ ኢኻ ንስኻ እኮ ተፈልየ ሰብ ኢኻ እዚ እኮ ንዓኻ እዚ ኣብዚ ቅድሚ መስጊድ ትኣክል ዘለኩ ከማኻ እኮ ዶ ካልእ እኮ እዮም ብባርያ ድረግካ እኮ የብልካን ምሁር እኮ ኢኻ እስኻ ስልጡን እኮ ኢኻ እስኻ እዚ ካልእ እኮ መዛርብትኻ እኮ ኣይኮኑን እዚኣቶም ኣይትዛረብም እዚኣቶም ሽዑ ክዕቢ እዚኣቶም ናይ መዛርብቶም ክዕቢ ጅምር መን ይምህሮ እ ሰይጣ እ ካብ ሰብ ፍልይ ኣበለ ሽዑ በቃ ትዕቢት በቃ ንዚሲ ሰብ ኮይኑ ዘይረኣ ይኾን ሽዑ ሰብ እ በቃ ተዓብያ ነገርዋ ምሂርዋ ብቲ ሰይጣ ሰይጣን እ ፍሉይ ሰብ ኢኻ ኢልዎ

ከማይ እኮ ዘገልግል እኮ የለን እ እዞም ከሎ ካዕብሉ ካብ ስእሊ እያ ዝከሎ እዚኣ ዘላ ዝብሉ እዛ ትዕቢት ስፍር ትብሎ እሞኒ ሽዑኡ ህንክትክት ኢሉ ከምዛ ብርጭቆ እተሰብረት እ እ ሻሕ ዝርስ እ እ ብርጭቆ እ ኣይትሕፈስ ኣይትብል ብትዕቢት ተወዲቁ ሰብ ሻሕ ኢሉ ወዲቁ እሞ ድያብሎስ ምንታይ ወዲቁ ብትዕቢት ብትዕቢት እዩ ትዕቢት ኣብዕሉ ኣገልግሎት ከተገልግሉ ትክእሉ ብኣገልግሎት ከይትምክሑ ሂብኩም ከይትምክሑ ጸጊዖም ከይትምክሑ እዚ ገረ ገረ ፈጠርኩ ገበርኩ ገበርኩ ገበርኩ ገበርኩ እዚ እዚ ገበርኩ ገበርኩ ነቲ ዋጋኻ ዘጥፍኣልካ ደኣ እምበር ዋጋ ደርበካ ኣይኮነን እወ እወ እቲ እቲ ኣብዚሑ ድህብ ኣብዚሑ ብምሃቡ ክዕበ ይብሉን እቲ ኣብዚሑ ዘገልግል ኣብዚሑ ብምግልጋሉ ክዕበ ይብሉን ነቲ ዝገብሮ ኩሉ ብትሕትና ክንገብሮ ይግበኣና ስለዚ እንታይ ትበሃል ኣላ ሓንቲ ትገርመኒ ሲ ሓደ ሓደ ሰብ ክዕል ከሎ ሲ ሂበ ኢልካ ኣየብለኒ እምበሪ ከምዚ ገረ ከምዚ ገረ ዋ ትብል ኣላ ታዲያ እሞ ገብረ ኮይ መቸስ ሂበ ኢልካ ኣየብለኒ ዘኣ እምበሪ

ሓደ ባሕታዊ ከምቲ ቅድሚ ሕጂ እኳ ተማሂርናዮ ኔርናሲ ኣርብዓ ዓመት ካብ ሰብ ርሒቑ ዝነብር ኔሩ ሓደ ሹኽ ኢልዎ ትርጉም ሰይጣን እንታይ ኢልዎ ኩሉ እቲ ኣገልግሎቱ መልካም ጽቡቕ ዝገበሮ ኩሉስ በቃ ኣምላኽ እግዚኣብሄር ይመስገን ኣምላኸይሲ ኣነስ ኣመስገን እየ ኒዃን ከ ኣርብዓ ዓመት ካብ ሰብ ርሒቑ ምስ ኣራዊት ዝሰፈረ ይህሉ ዶኾን ከምዚ ከማይ ኢሉ ሓሲቡ እዚኣ እግዚኣብሄር ኸኣ ክጠፍእ ስለ ዘይደለዮ ተገሊጭሉ እግዚኣብሄር ተገሊጭሉ ሕጂ ኣርብዓ ዓመት ተጋድል ተጋዲልካ ካብዚ ከመ ከም ድኻምካ ረኽበካ ወይንስ ወይ ከኣስ ከመ ከም ከም ምሕረተይ ረኽበካ ከም ኣገልግሎትካ ኢልዎ ዋእ ኣገልግለ እንዴ ምሕረትካ ደኣ መነተ ምንም ዘይገበሩ ምሕረትካ ግበረሎም እምበር ኣገልግለ እንዴ ኣነ ኢልዎ ሕጂ ውን ርእዩ ኣሎ ኦሆ ሕጂ ውን ኣይተረደኦን እቲ ኣገልግሎት ዝህቦ ዘሎ ምንም ኣርብዓ ዓመት ካብ ሰብ ርሒቅካ ምስ ኣራዊት ሰፊርካ ቆጽሊ በሊዕኻ እቲ ቆጽሊ ከም እንጀራ ኮይንልካ እቲ በረኻ ከም ከተማ ኮይንልካ እቲ ኩሉ እቶም ኣራዊት ኣዝማድካ ገርልካ እቲ ኩሉ ጽቡቅ ጌርካ ቁሪ ይስምዓካ ሓረራ ይስምዓካ ኩሉ ይስምዓካ ኩሉ እግዚኣብሔር ክክእል ዝገበሮ እግዚኣብሔር ተረሲዑ ከምዚ ንባዓል ዝገደም መስሎ እግዚኣብሔር ከኣ ነታ ጸጋ ውሰድ ኣቢልዋ ነዛ መብራታት እቲ ብርታት ኣይትኸውን ግድ ተባህገ እግዝኣብሔር ካንተ ጸጋው ስጥ ተበለ ክጠሚ ጀሚሩ እታ ቆጽሊ እስከ ነገራ ትወረድ ኣራዊት ከፍርሕዎ ጀሚሩ ጸልማት ኣብ በረኻ ክስዕግሮ ጀሚሩ ሽዑ ናብ ኣምላኹ ተመሊሱ ብቸርነትካ ኢለ ካብ ዝግበርክዎ ብቸርነትካ ብምሕረትካ እዩ እንዳበለ ናብ ኣምላኹ ተመሊሱ እመኒ ኩላህና እንተ ገበርና እንተ ገልገልና ብምሕረቱ እንተ ሃብና ናቱ ካብ ናህና ድበሃል ነገር ሓንቲ ነገር የብልናን ስለዚ ኩሉ ግዜ ትምክሕቲ ገረ ገረ ገረ ገረ ገረ ትብል እ ኣብ ኣብ ዮሃንስ ወንጌል ምዕራፍ ሽዱሽተ ብዛዕባ ጾም ጸሎት ምጽዋት ክናገር ከሎ እቲ ንተርእዮ ዝገብሮ ሰብ እቲ ገረ ገረ ድብል ሰብ ብሰብ ተናኢዱ ኣሎ ዋግኡ ተቐቢሉ ኣሎ ካባይ ኣይትር ኣይትጸበ ይብሎ ካብ ኣምላኽ ዋጋ ክንረክብ ኢልና እንግበሮ ኩሉ ግዜ ሰሪሕ እባ ገበረ እባ ከምዚ ፈጢረ እባ ገረ እባ ከምዚ ግበር እዚ ኣይንበሎ ካብ ኣምላኽ ኢና ክንረኽቦ ካብ ኣምላኽ እምበር ናይ ሰብ እንታይ ዓብሰልና ታዕብናስ ኣብ ሰብ ዓይን ኣብሰልና ሰብ ሰብ ኣመስጊንና እንታይ ኣብሰልና ስለዚ እግዚኣብሔር ኩላህና ከምቲ ደቀ መዛሙርቱ ምሳና ሕደር ዝበልዎ ንጎይታ ኢየሱስ ክርስቶስ ከኣ ምሳና ሕደር ክንብሎ ይግብኣና ምሳና ሕደር ምሳና ክሓድር ከኣ ቃሉ ብምስማዕ ተነሲሕና ቅዱስ ስግኡን ክቡር ደሙን እንተ ተቀቢልና እቲ ስጋይ ዝበልዐ ኣባይ ይነብር ኣነውን ኣብኡ እነብር ኣባና ክነብር ምሳና ክሓድር ምሳና ክነብር እንተ ደሊናዮ ኩላህና ዘይተቐበልና ክንቅበል ይግበኣና። እቶም እንቕበል ከ ብትሕትናን ብፈሪሃ እግዚኣብሔርኒ ክንገብሮ ትሕትና ትበሃል ልዕሊ ኩሉ ትዕቢት ኣፍራሲ እያ ናይ ድያብሎስ እያ ትዕቢት ከይትቐርበና ትዝብርቲ ከይትቐርበና ኣነነት ከይትቐርበና ክፍኣት እነርሕቕ ተንኮል ኩሉ ክፍኣት ክነርሕቕ ይግበኣና እሞኒ እግዚኣብሔር ከም ደቁ መዛሙርቲ ምሳና ሕደር ንበሎ ምሳና ክሓድር ከኣ ብቁርባን ቃሉ ብምስማዕ እሞኒ ፍቓዱ ብምፍጻም እሞኒ ምሳና ንክሓድር እግዚኣብሔር ይሓግዘና። ኣብራ ዮሃንስ ምዕራፍ ሰለስተ ፍቕዲ ዕስራ እነሆ ኣብ ኣፍ ደገ ደው ኢለ ማዕጾ ኳሕኳሕ እብል ኣሎኹ፣ ሓደ እኳ ማዕጾ ሰሚዑ ሰሚዑስ ማዕጾ እንተኸፈተለይ፣ ኣብኡ ኽኣቱ ምስኡ ኣብ መኣዲ ክቕመጥ እየ፣ ንሱውን ምሳይ። ስለዚ ኢየሱስ ክርስቶስ ሕጂውን የንኳሕኩሓና ኣሎ፣ ኩሉ ግዜ የንኳሕኩሓና ኣሎ፣ ቃሉ ክንሰምዕ የንኳሕኩሓና ኣሎ፣ ክንነሳሕ የንኳሕኩሓና ኣሎ፣ ክንቆርብ የንኳሕኩሓና ኣሎ። ስለዚ ልብና ክንከፍተሉ ይግባእና እሞኒ ከም ደቀ መዛሙርቱ ምሳና ንኽሓድር ክንዕድሞም ለሚነሞ እንዲል ይብለና። ሕጂ ከኣ ምሳይ ሕደር ምሳይ ንበር ጸጋኻ በረኸትካን ካባይ ኣይትርሕቆ እንዳበልና ንእግዚኣብሄር ክንልምኖ ይግባእና እሞኒ እግዚኣብሄር ዘስተምሃረናን ዝመኸረናን ዝማዕደናን ኣምላኽ ስሙ ዝተመስገነ ይኹን ኩሉ ግዜ ሉቃስን ቀሌጳን ነገረ መስቀሉ ከም ዝዘከሩ ንሕና ከኣ ውዕለትኡ እንዘክር። እዚ ዘመነ ፋሲካ መስቀሉ ትንሳኤ ትንሳኤ ትንሳኤኡ ጥራይ ኣይኮናን መከርኡውን ምስኡ ሞይቱ ከም ዝተሰኤ መከራ ከም ዝተቀበለ ከም ዝተሰኤ ኩሉ ኩሉ ኢና ክንዝክሮ ይግባእ እሞኒ ክንዝክሮ ውዕለታ እንዘክር ኣም ካብ ክሳድና ማዕተብ ዝበተኽና ተልና ማዕተብ እንግበር ስለዚ ማዕተቡ ከኣ ናይ ክርስቶስ ዕለታዊ መከራ መስቀሉ ምዝካር ስለ ዝኾነ በረኸት ከኣ ስለ ዝኾነት ማዕተብና ካብ ክሳድና ክነርሕቆ የብልናን እመኒ ዘስተምሃረናን ዝማዕደናን ኣምላኽ ስሙ ዝተመስገነ ይኹን ጽን ኢልኩም ስለ ዝሰማዕኹኒ እግዚኣብሄር ይስማዕኹም እግዚኣብሄር ይባርኽኩም በረኸቱ የብዝሓልኩም በረኸትና የብዝሓልና እግዚኣብሄር።